ስለዚ እዞም መታለልቲ ዘይናቶም ገዛ ከም ናቶም መሲሎም ኣፍደገ ባሕሪ ንክልቲኤን ሃገራት ዘየሰማምዐን ዝጸንሐ በርበራ ማለት እዩ ብዛዕብኡ እውን ሓድሽ ዜና ዝተዘርገሐ ኣሎ። እዚኣ ከኣ ትማሊ ሓደ ሓውና ኣብ ካናዳ ዘጋጠሞ እዚ ከኣ ትማሊ ምስኡ ዜና ዝወጸ እዩ ማለት እዩ። ሰላም ከመይ ትኾኑ ጋይስ ካፊ ሊን ሎማዓንቲ ካብ ዝተፈለየ ትሕዝቶ ተመሊስና ኣለና ዝተፈላለዩ ኣገደስቲ ዝበልናዮም ሓበሬታታት ክንርኢ ኢና ስለዚ ሳብ መወዳእታ ምሳይ ጽንሑ ላይክ ምግባር ጀምሩዋ እዛ ቪድዮ Let's go! Chipo Cafiri ሰለዚ ጋይስ መጀመርያ ናይ ሎማዓንቲ ወይ ከኣ ዝዓበየ ዜና ናይ ሎማዓንቲ ብዛዕባ ዕርቂ ኢትዮጵያን ከምኡውን ሶማልን እዩ። ኣብ ዝሓለፈ ውሑዳት እዋናት ብሰንኪ ናይ በርበራ ወደብ ወይ ከኣኒ ኢትዮጵያ በርበራ ወደብ ንክትጥቀመሉ ወይ ከኣኒ ኣፍልጦ ንሶማሊላንድ ክትህብ ምዃና ዝተፈላለዩ ብሓፈሻ ንሶማልያ ዘይጽቡቕ ነገር ብዙሕ ተዛሪባ ነይራ። ስለዚ በዚ ከኣኒ በርበረ ክትጥቀመሉ እውን ብሓፈሻ ብዘይ ኣፍልጦ ሶማሊ ብዘይ ኣፍልጦ ሶማልያ ክትጥቀመሉ ምድላያ እውን ንባዕሉ ምስ ሶማልያ ኣብ ፍሕፍሕ ዝእቱ እዩ ነይሩ ማለት እዩ ሎማዓንቲ ብዛዕባ እዚ ወደብ ዝምልከት ክልተ ዜና ኣሎ ማለት እዩ መጀመርያ እዚ ትሪእዎ ዘለኹም እዩ ዕርቂ ኢትዮጵያን ሶማልን ማለት እዩ ብመንጎኝነት ናይ ቱርኪ ዕርቂ ፈጺመን ኣለዋ ማለት እዩ። ትማሊ ሙሉእ መዓልቲ ኣብዪ ኣሕመድ ናብ ቱርኪ ከይዱ ኣሎ፣ ከምኡውን ናይ ፕረዚደንት ሶማል ከኣ ናብ ቱርኪ ተበጊሱ ኣሎ ብምባል ዜና ሰሚዕኩም ነይርኩም ወይ ዕርቂ ንክፍጽሙ እውን ይብገሱ ከም ዘለዉ ዜና ነይሮ ትማሊ ማለት እዩ። ከምዚ ትሪእዎ ዘለኹም ከኣ ኣጋ ምሸት ከኣ ዕርቂ ከም ዝፈጸሙ ተዘርጊሑ ኣሎ ማለት እዩ። Excellency and dear brother President Tayyip Recep Erdogan፣

ስለዚ ብክልቲኦም ወገን ዕርቂ ብናይ ክልቲኤን ሃገራት እዮም ተዛሪቦም ብናይ ዝሓለፈ ታሪኮም ምርኩስ ብምግባር ዝምድኖኦም ከመሓይሹ ምዃኑ እዮም ብሓፈሻ ገሊፆም ዘለዉ ማለት እዩ ስለዚ ኦፊሻሊ ከም ዝተዓረቁ እውን ክትሪእዎም ፀኒሕኩም ማለት እዩ ስለዚ ዲተይል ወይከኣ እንታይ መሰማሚዖም ዝብል ወይከኣ ብሓፈሻ እንታይ እንታይ ተሰማሚዖም ኣለዉ ዝብል ኣይ ዝተገልጸ ነገር የለን ብሓፈሻ ግን ዕርቂ ከም ዝፈጸሙ ግን ሓደ ንባዕሉ ዓቢ ዜና እዩ ማለት እዩ እቲ ብዛዕባ በርበራ ዝበሃል ግን ሓድሽ ዜና ሎማዓንቲ እውን ዝተዘርግሐ ትማሊ ሶሪ ዝተዘርግሐ እውን ነይሩ ናይ ኢትዮጵያ ዜና እንድሕሪኢኹሞ ንሱ ክርእኩም ብዛዕባ እቲ በርበራ ወይ ከዓ ብዛዕባ ኣፍደገ ባሕሪ እቲ ቀንዲ ንክልቲኤን ሃገራት ዘየሰማምዐን ዝፀንሐ በርበራ ማለት እዩ ብዛዕብኡ እውን ሓድሽ ዜና ዝተዘርገሐ ኣሎ ናይ ኢትዮጵያ እሱ ከስማዓኩም መጀመርያ። የተባበሩት አረብ ኤሚሬቶች ንብረት የሆነው ዲፒ ወርልድ የሚያስተዳድረው የሶማሌላንዱ በርበራ ወደብ የኢትዮጵያ ትራንዚት ማሳለጫ ቢሮዎችን ስራ አስጀመረ። በርበራ ስለዚ ከም ሰማዕኩሞ ኢዩ ወግዓዊ ስርሑ ከም ዝጀመረ ወይ ትራንዚት ኣብ መንጎ ኢትዮጵያን ሶማሊላንድ ዘሎ ትራንዚት ወግዓዊ ስርሑ ከም ዝጀመረ ኢዮም ብሓፈሻ ዝሕብሩ ዘለዉ እዚ ከኣ ትማሊ ዝወጽእ ዜና ኢዩ ማለት ኢዩ ድሕሪኡ ከኣ ዕርቂ ናይ ኢትዮጵያ ምስ ሶማል ከኣ ክንሪኦ ጸኒሕና ማለት ኢዩ ስለዚ እዚ ይመስል ዝዓበየ ዜና ናይ ሎማዓንቲ ማለት እዩ። ካልእ ትማሊ ካብ ዝነበሩ ዜናታት ብዛዕባ ዋንጫ ዓለም ዝምልከት እዩ። ዋንጫ ዓለም ዝካየደሉ ሃገራት ትማሊ እውን ካብ 230 ከምኡውን 34 ኣበይ ክካየድ እዩ ዝብል ትማሊ ወግዓዊ ክግለጽ ኣምስዩ ኣሎ ማለት እዩ ኣዕራብ ኣይተኸእላን ዘለዋ ማለት እዩ ከም ዝፍለጥ 222 ኣብ ቀጠር እዩ ተኻይዱ ነይሩ ሕጂ ኸኒ 234 ኣብ ስዑድ ዓረብ ከም ዝካየድ እዩ ተገሊጹ ዘሎ ማለት እዩ ከም ዝፍለጥ ክልተ ሽሕን ዕስራን ሽዱሽተን ኣሜሪካ፣ ካናዳ ከምኡውን ሜክሲኮ ብሓንሳብ ኮይነን ከካይዱ እየን። ክልተ ሽሕን ሰላሳን ከኣ ኣርጀንቲና፣ ዩራጋይ፣ ፓራጓይ፣ ስፔን፣ ፖርቱጋል ከምኡውን ሞሮኮ ሽዱሽተ ሃገራት እየን ናይ ክልተ ሽሕን ሰላሳን ብዙሓት ሃገራት እየን። ስለዚ ክልተ ሽሕን ሰላሳን ተመሪፀን ዘለዋ ዕድለኛታት ሃገራት ከኣ እዘን ትሪእወን ዘለኹም ሽዱሽተ ሃገራት እየን ማለት እዩ። ክልተ ሽሕን ሰላሳን ኣርባዕተን ስዑዲ ዓረብ ድሕሪ ዓሰርተ ዓመት ማለት እዩ ድሕሪ ዓሰርተ ዓመት እዩ ክካየድ ስለዚ ካብ ብሕጂ ምድላው ኣይተርፍን እዩ ስዑዲ ዓረብ እውን ልክዕ ከም ናይ ቀጠር ተሰሪሑ ዝፈርስ ወይ ከዓ ድሕርቲ ዋንጫ ዓለም ዝፈርስ ስታዲየማት ብዙሕ ክትሰርሕ እያ ስዑዲ ዓረብ ማለት እዩ ብዙሕ ፃዕሪ ይፅበያ ዘሎ ማለት እዩ ካልእ እዚኣ ንኣብ ኣሜሪካ ከምኡውን ካናዳን ዘለኹም ትምልከት እያ ስኬመርስ ወይ ከዓ መታለልቲ ኣብዚ ሕጂ እዋን ብዙሓት ዓይነት መታለልቲ ኣለዉ ካብ ሰብ እንዳተምሃርካሉ ወይ ከምዚ ጋጢሞ ነይሩ ክስቶ እንዳበልካ እንዳተምሃርካሉ ተዘይከድካ ከመይ ጌሮም የታልሉኽ ትፈልጦ ኣይትኽእልን ኢኻ ማለት እዩ ስለዚ እዚኣ ከኣ ትማሊ ሓደ ሓውና ኣብ ካናዳ ዘጋጠሞ ብዛዕባ ገዛ ክካራ ሓሲቡ እሞ ዘጋጠሞ ኢና ክንርኢ ማለት እዩ ስለዚ ከምዚ ዓይነት ነገር ከኣ ኣብ ብሙሉ ኖርዝ ኣሜሪካ ዘጋጥም ምዃኑ ብመልክዕ ዜና እውን ከም ትሪእዎ ዘለኹም ብዙሕ ዝተሰራሓሉ እዩ ስለዚ ካብዚ ክትምሃሩ ወይ ከዓ ካብዚ ናይ ዝሓውና ዘጋጠሞ ክትምሃሩ ብምባል እዩ ዘያ ኣምፅእያ ማለት እዩ Scammers are gaining access to real rental listings and
ስለዚ እዞም መታለልቲ ዘይናቶም ገዛ ከም ናቶም መሲሎም ከካርዩ ከም ዝኽእሉ ወይ ከኣ ገንዘብ ካብ ሰብ ይበልዑ ከም ዘለዉ እዩ እቲ ዜና ዝነግር ዘሎ ማለት እዩ ነዚ ሓውና ኣጋጢምዎ ዘሎ እውን ልክዕ ከምኡ እዩ ማለት እዩ ስለዚ ሙሉእ እንታይ ኣጋጢምዎ ወይ ከኣ ብኸመይ እዮም ኣታሊሎምዎ ብሕጽር ዝበለ ምስ ማይ ዖሞ ተርጉመ ክነግረኩም እየ። people off with fake rentals። ብዙ ጊዜ ሰዎች ይነግሩኛል እና ቤት በምፈልግበት እና በምንፈልግበት ጊዜ ሊንኮችን ሼር እንደራረጋለን እኮ የሚል ነገር ሰማሁኝ ብዙ የፌስቡክ ተጠቃሚ አይደለሁም። ስለዚ ነዚ ሓውና ኣጋጢሞ ዘሎ ኣብ ፌስቡክ እዩ ፌስቡክ ማርኬት ኣብዚ ሕጂ እዋን ብዙሕ ሰብ ዝጥቀመሉ ወይ ከዓ ብዙሕ ንብረት ድዩ ገዛውቲ ካልእ ካልእ ዝተፈላለዩ ነገር እቲ ካረን ክትሸይጥን ክትገዝእን ደሊኻ እትጥቀመሉ ፌስቡክ ማርኬት እዩ። ስለዚ ኣብ ፌስቡክ ማርኬት እዩ ኣጋጢምዎ ዘሎ ማለት እዩ። ኣቬለብል ነው ወይ ብዬ ጻፍኩኝ። አዎ አለ አሉኝ። እዛ ኢንፎርሜሽኖችን እንድንለዋወጥ ኢሜልህን ላክልኝ የሚል ቴክስት ደረሰኝ። በጣም ጥሩ ኢሜል እንደውም ይቀላል፣ ምክንያቱም ፌስቡክ የኔ ፌስቡክ አይደለም በሌላ ፌስቡክ እየገባው ነው። ስለዚ እቲ ዝደልዮ ዝነበረ ገዛ ረኺቦ ብ ክልተ ሽሕ ረኺቦ ከባቢ ክልተ ሽሕን ሸሞንተ ሚእትን ገለ እዩ ነይሩ እቲ ዋጋ ክሳብ ሰለስተ ሽሕ እዩ ነይሩ እንተኾነ ግን ብክልተ ሽሕ ዋጋ ረኺቦ ሕሱር ረኺቦ ማለት እዩ ኣሎ ድዩ ኢሉ ሓቲትዎም ኣሎ ኢሎሞ ድሕርዚ ብኢሜይል ንራኸብ ኢሎሞ ንሶም ባዕሎም ማለት እዩ ብኢሜይል ጸገም የብሉን ኢሎዎም ምክንያቱ እሱ እውን ዝያዳ ኢሜይል ናይ ምጥቃም እንታይ ድበሃል ስለ ዝነበሮ ኦኬ ብኢሜይል ክንጥቀም ንኽእል ኢና ኢሎዎም ብኢሜይል ክጸሓሓፉ ጀሚሮም ማለት እዩ ድሕሪዚ ፎርም ክልእክሉ ጀሚሮም እቲ ገዛ እዚ ይመስል ከምዚ ይመስል ቦታ ኣድረስ ናይቲ ገዛ ገለ ጽሒፎምሉ ንሕና ኣክቹዋሊ ኣብዚ ኣብ የለናን እዚ ናይ ናይ ኦታዋ እዩ ስለዚ ኣብ ኦታዋ የለናን ኣብ ቦናሓይም እና ካልእ ቦታ ኢና ዘለና ግን እቲ ገዛ ከምዚ ከምዚ ይመስል ጽቡቅ ጌርካ ትሕዞ እንትኾንካ ገለ ገለ ምሻሎ መተኣማመኒ ከምኡ ክብልዎ ጀሚሮም ፎርም ክልእክሉ ጀሚሮም ፎርም ልኢኾምሉ እሱውን መሊኡ ሰይድሎም ማለት እዩ ንሽሙ ድዩ ካልእ ካልእ ብምሉ ኣድረሱ ፎርም መሊኡ ሰዲድሎም ማለት እዩ ድሕርዚ ሞር ሱስ ኣሚኖም ብዙሕ ምትላል ክኾን ኣይክእልን እዩ ምባል ማለት እዩ ድሕርዚ መወዳእታ ክካረይዎ እንድሕር ኮይኖም ገዛ ክሪኦ ክሪኦ ኣለዎ ውሽጡ ማለት እዩ ስለዚ መዓስ ደኣ ክሪኦ ኢልዎም እሶም ከዓ ደስ ዝበለካ ፀገም የብሉን ኢሎሞ በቃ ኣብታ ኣፍ ደገ ኣብቲ ከባቢ ናይቲ ገዛ ማለት እቲ ዝካረ ገዛ ኣብቲ ከባቢ ማክዶናል ኣላ ኣብኡ ክፅበየኩም ኢልዎም ሕራይ ክንመፀካ ኢና ኢሎሞ ማለት እዩ ስለዚ ኣብኡ ኮይኑ እንዳተፀበየ እንከሎ ኣክቹዋሊ ደንጉዮም እሞ ድሕሪኡ እውን ክሓትዎ ጀሚሮም መን ብመን ሽም እዩ ዝካረ ብመን እዩ ትረሲ ትስራሕ ገለ እንዳበሉ ስ ክሓትዎ ጀሚሮም ማለት እዩ ከምኡ እንዳበሉ እውን ደንጉዮ እሞ እሱ ከዓ ከይዱ ኣብቲ ከባቢ ናይቲ ገዛ ከይዱ ርእይዎ ማለት እዩ ምስ ረኣዮ ከዓኒ ኣብቲ ፎርሰል ዝብል እውን ፅሑፍ ፀኒሕዎ ማለት እዩ እቲ ገዛስ ፎር ሰል ዝብል ጸኒሖ ብላዕሊ ካኒ ኣብቲ ብልዕሊኣ ካኒ ፎር ረንት ዝብል ሕጂ ክልተ እንታይ ድባል ንክካረር እዩ ንክሽየጥ ንክልቲኡ ማለት እዩ ስለዚ ኦኬ ምሻጥ ኣብያቶም እሞ የካሪዋ እዮም ዘለዎ ገለገለ ዓይነቱ ብዙሕ ሕማቅ ይሓሰበን ኣክቹዋሊ ኣብኡ ኮይኑ ተጸቢዎም መወዳእትኡ ግን ቅድሚ ምምጽኦም ገንዘብ ከኽፍልዎ ደልዮም ቅድሚ ምምጽኦም ገንዘብ ከኽፍልዎ ስለ ዝደለዩ እሱ እውን ተጠራጢሩ ማለት እዩ ከይረኣዮ ዳ ከመይ ኢሉ ክኸፍል ማለት እዩ ስለዚ ነቶም ፋሚሉ ደው ኢሉ ሓቲትዎም እሱ እውን ከምዚ ከምዚ ይብሉኒ ኣለዎ ገለገለ ምስ በሎም እዚኦም ናብ መታለልቲ ክኾኑ ክእሉ እዮም ከምቲ ናይ ቅድሚ ሕጂ ብምባል እታያ ትካረ ዘላ በዓልቲ ቤቱ ድያ ወይ እውን ዘመዱ ነጊራቶ ማለት እዩ ኦኬ ከምኡ ምትላል ኣሎ ድዩ ብምባል ኣብቲ ፌስቡክ መጀመርያ ዝፀሓፎ ነብሩ ፌስቡክ ኣትዩ ርእዎም ህንዳውያን ብዙሓት ህንዳውያን ገለ ጸኒሖም ማለት እዩ ስለዚ እሞ ከዓኒ ኣብቲ ዝሸጥዎ ናቶም ፌስቡክ ከዓኒ ዝተፈላለዩ ሓንቲ ኣብ ኦታዋ ድሕር ኣቕሚጦም ኣብ ካልእ ኣብ ካልጋሪ ሓንቲ ኣብ ገለ ሓንቲ ኣብ ገለ ሓንቲ ሓሓንቲ ገዛ ኣቕሚጦም ማለት እዩ ስለዚ ኣታለልቲ ኮይኖም ጸኒሖም ማለት እዩ ተዘዋዋሪ ቀንዲ ዝረጋገጸሉ ካ እንታይ ኣብቲ ፎርሰል ዝብል ዝነበረ ኣብ ታሕቲ ቴሌፎን ነይሩ ናይቲ ዋና ስለዚ ብኡ ደው ኢሉ ሓቲትዎም እዛ ገዛስ ክንደይ ኢኻ ተካርያ ኢልዎም ክልተ ሽሕን ሸሞንተ ሚእትን ኢልዎም እቲ ዋና ቀንዲ ማለት እዩ ግን እሶም ብፌስቡክ ክልተ ሽሕ እዮም ከካርይዎ ሓሲቦም እሞ ፌስቡክ ድኣ ክንድዚ እንዲኹም ጽሒፍኩሞም ዝበሎም ንሕና ይጽሓፍናዮ ንሕና ኣይኮናን ኢሎሞ ማለት እዩ ስለዚ መታለልቲ ምዃኖም ኦልሬዲ ፈሊጥዎም ማለት እዩ ስለዚ ከምዚ ዓይነት እውን ኣለዎ ብፍላይ ፌስቡክ ማርኬት ብዙሕ ክትፈልጦም ኣይትኽእልን ኢኻ ንብረት ናቶም ድዩ ኣይናቶምን ክሳብ እታ ፋይናሊ ንብረት ከይተቐበልካ ብፍላይ ገንዘብ ትኸፍል እንድሕር ኮንካ ብጣዕሚ ሕማቕ ነገር እዩ ብዙሕ ምትላል ከጋጥም ይኽእል እዩ ኣብ ፌስቡክ ማርኬት ማለት እዩ ስለዚ ያ ከም መምሃሪ ክትኮነኩም ኢለ እዚኣ ኣምፅያ ማለት እዩ ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ክሳብ ኔክስ መደብ ንራኸብ ሰላም